ኣቲ ወዛም ትብል ኣብ ብሌና ኢንተርተይመንት ኣብ ክልተ ሽሕን ዓሰርተ ሸሞንተን ዝተዘርግሐት ናይ ኢሳቅ ዑቅባይ መጸለሊተይ ትብል ደርፊ ኢና ነስተማቅር ዘለና እምበኣር ሕጂ ኣብ መስመር ናይ ሰንበት ሓደ ጋሻ ሒዘልኩም መጽየ ኣለኩ እዚ ጋሻ እዚ ሓደ ካብቶም ትስፉዋት መንእሰያት ካብ ግዜ ንእስነቱ ኣብ ሙዚቃ እኳ እንተጸንሐ ሕጂ ግን ኣብዚ ሰዓት እዚ ኣዝየን መሰጥቲ ደርፍታት ኣብ ምፍራይ ዝርከብ ዘሎ ሓደ መንእሰይ ኣብ መስመር ኣሎ እቲ ኣብ መስመር ዘሎ መንእሰይ ባዕሉ ሽሙ ከላልየና እዩ። ሃሎ። ሃሎ። ሃሎ።
ሰላም ዑቅባ ከ- ከመይ ሓዲርካ?
ከመይ ሓዲርካ ከመይ ውዒልካ? ሕጂ እኮ ከመይ ውዒልካ እዩ ሰላም ኮይኑ። እዩ ኣምላኽ ይመስገን። ኣባና ከመይ ውዒልካ እዩ ኮይኑ ኣባ እወ ኮይኑ እወ ግን ሕጂ ኣትስእደላ
እወ እወ እወ ሓራይ እስከ እወ ኣብ ሬድዮ ጃዮ ኢኻ ኣቲኻ ዘለኻ ስምካ እስከ ንሰማዕቲ ኣላልዮም። ስመይ ሓይልኣብ ዮውሃንስ እባሃል። ሓይልኣብ ዮውሃንስ ኣበይኻ ትቕመጥ ትነጥፈሉ ሞያ እስከ ኣስፍሕ ኣቢልካ ሌላ ግበርሞ ናብ ዕላልና ክንከይድ። እወ ኣብ ሽወደን እየ ዝቕመጥ ኣብቲ ሞያ ድነጥፈሉ ከኣ ኣብ ሙዚቃ ማለት እየ ኣብ ደርፊ ጊታር ከኣ እጻወት ማለት እየ። ሕጂ ቅድሚ ናብቲ ዕላልና ምኻድና ሓይልኣብ መን እዩ ዝብል ውን ሓደ ሓደ።

ምናልባት ወዝቢ ተበዲለ ሕድገት ዝበሃል ግን እንከሎ መፍትሑ ኣብ መስመር ኣለኻ ዶ እወ እወ ኣለኹ ድሮ ከማን ሰማዕቲ ቆብ ኣቢሎማ ከም ዘለዉ ኣይጠራጠርን እዩ ምክንያቱ ሓደ ካብቶም ብድምፆም ኣዝዮም ኣዝየ ዋላ ኣነ እውን ብጣዕሚ ዝምስክነካ
የቀኒየለይ የቀኒየለይ ዕቆበይ እስከ እዛ ደርፊ መዓስ እያ ተደሪፋ እሞ ንእሽተይ ዕድለና ሽዑ ናብቲ ኣባጋግሳኻ ክንከይድ። እዛ ደርፊ ካብ ትስራሕ ነዊሓ ጌራ ብፍናን ያቆብ ተጻሒፋ ብእፍሬም ብርሃነ ከኣ ተዜማ ማለት እዩ ምስ እፍሬም ኣብ ክልተ ሽሕን ዓሰርተ ሸውዓተን ኣብ ተራኽብናሉ ደርፍታት ስኣለኒ ገለ ኢሉ ምስ ኣዕለለኒ ገለ ብላስ ምዕልኒ ገለ ኢልዮ ሕራይ ገለ ኢሉ ምስ ኣስመዓኒ ነዛ ደርፊ ማለት እዩ ብድሕሪኡ ምሽ ኣይጸላእኽዋን ብስታይ ገይሩ ብኦርጋን ገይሩ ያው ከሎ ስሚዕኒ ሓሳበይ ሰሚዐያ ማለት እዩ ሽዑ ብድሕሪኡ እሞ ኣነ ክሰርሓ እፍሬም ከለኢለዮ እፍሬም ከዓ ብለኒ ምስ ብዙሓት ደረፍቲ ፈቲኖማ እዮም ከምቲ ድድለ ንዓጠቕኹም ስለ ዘይከኣሉ ኣይሃብክዎምን ይብለኒ ኣነ እሞ ከምቲ ናቶም ኣነ ከዓ ክፍትና ብሎ ሕራይ ገለብለኒ ምስ ዓብዱ ስራጅ ኮይኖም እቲ ሙዚቃ መሊኦሞ ማለት እዩ ዓብዱ ስራጅ ንበሃል ኦርጋን ይፃወት ኮምፐዘር ኣሎ ወዲኦማ ምስኡ ብድሕሪኡ ናብ ኣዱሊስ ከይደ ድምፂ መሊኤ ሰዲደሉ ማለት እዩ ንፍሬም ፍሬም ምስ ሰደድኩሉ በቃ ስርሓያ ኢልኒ እሞ ክሰርሓ እንድሕር ኮይነ ፅባሕ ንጎ ክሕተተላ ስለ ዝኽእል እዛ ደርፊ ዛንታ ናይዛ ደርፊ እስኪ ትነግረኒ ኣለካ ማሲ ብፍልስፍናኡ ከለኹም ዲኹም ፅሒፍኩማ ዋላስ ናይ ብሓቂ ኣጋጢሙ ምስ በልኩዎ ናይ ብሓቂ ኣጋጢሙ ኢሉ ኤፍሬም እቲ ዛንታ ማለት እዩ ብሙሉኡ ነጊሩኒ እቲ ዛንታ ምስ ነገረኒ ሽዑ መሊሰ ከኣ ነታ ደርፊ ከኣ ፈትየያ ማለት እዩ ሽዑ ብድሕሪኡ እታ ደርፊ ናብ በረኸት ወሉ ሰዲደያ መሊኤ በረኸት ወሉ ኩሉ እቲ ሙዚቃ ሰሪሑ ድምጸይ ገለ ኩሉ ነገር ወዳዲሩ ማስተሪንግ ሰዲድለይ እቲ በዓል ኖሆ ሜገሻ ቴድሮስ ሳችን በዓል ሙሴ በረኸት ምስኦም ተዋሰእቲ በዓል ሓበን ዳንኤል ምስ ኩሎም ኣብኣ ተሳተፉ ማለት እዩ ምስኦም ኮይኑ ኣብ ስተኮሎም ከይደ ክሊፕ ገለ ሰሪሐዮ ብድሕሪኡ ከዓ ናብ ኣሜን ኢንተርቴይመንት ይበዮ ንዓወት ስዩም ማለት እዩ ዓወት ስዩም ከዓ ዘርጊሕዋ።
ዘርጊሕዋ ናባና በጺሓ እስከ ንዓ እታ ዛንታ ናበይ ሸፈፍ ኢልካ ትሓልፋ እንታይ እያ ትመስል እታ ዛንታ እስከ ማለት እታ ግጥሚ ዜማ ሰሚዕካ ፈቲኻያ እሞ ዛንታ ምስ ነግረካ ከኣ ኣዚኻ ፈቲኻያ ንሕና ከኣ እታ ግጥምን ዜማን እንዲና ንፈልጣ ርግጸኛ እየ እታ ዛንታ ተዕሊልካናስ ዝያዳ እውን ክነፍቅራ ንኽእል ኢና እስከ ይዕለና ኣጆኻ ግዜ ኣለና
ኦኬ ሕጂ እቲ ዛንታ እ፣ ሓንቲ ጓል እያ እ፣ ሰብኣያ ኣብ ጥልያን እዩ ነይሩ እ፣ ንሱዳን ኣምፅዋ ኣብ ሱዳን ምስ መፀት ንጥልያን ከምፅኣ እ፣ ጥልያን ኣይተቐበልዋን ማለት እዩ ሪጀክት ብልዋ እቲ ፕሮሰስ ማለት እዩ ሰብኣያ በዓል ቃል ኪዳና እዩ ነታ ጓል እዛ ጓል ኣብ ሱዳን ምስላጥ ምስ ኣበያ ሽዑ ሰብኣያ ይብላ በቃ ደሓን ብቱርክ ጌርኪ ክትመፂ ንጥልያን ገለብላ ከመይ እየ ገለ ገለ ትብሎ ካብ ሱዳን ንቱርኪ ክትከዲ ኢኪ ካብ ቱርኪ ከኣ ናብ ግሪክ ካብ ግሪክ ከኣ ናብ ጥልያን ክትኣትዊ ሽዑ ብዝኮነ ሃገር ትኣትዊ ጥልያን ጽቡቅ ስለ ደይኮነ ኣነ ከኣ ናባኪ ክመጽእ እብላ ሕራይ ገለ ትብሎ ኣጋጣሚ ግን ኣብ ሱዳን ከኣ ሓደ ወዲ ምስኣ ጎረቤታ ነይሩ ከምዚ ንቱርኪ ከይዲ መንገዲ ገለ ይሎዕለላ ነይሩ እሞ ሰብኣየይ ከምዚ ይብለኒ እሞ ኣሎ ናይ ቱርኪ ትፈልጦ እንተለካ ስኒ ብሓንሳብ ንብገስ ትብሎ። ሐራይ ገለገለ ብላ ዝወዲ ዓርኩ ነቲ ወዲ ካልእ መጽእ እሱ ትወዲ ተርፍ ተሐምዚ ክትብገስ ይክብሎ ሕጂ ሰብኣይ ከም ደለዋ ነቲ ወዲ ኣይንገሮን ትወዲ ወልሓንቲ ነገር ኣይዕልሎን ምዛ ጓል ተበጊሶም ተላማሚዶም ማለት እዩ ኣብ ቱርኪ ነዊሕ ገሮም ኣብ ግሪክ ነዊሕ ገሮም ገለ ኮታ እታ ጋል እታ ቃል ኪዳን ኣውጺኣስ ምስቲ ወድስ ትከይድ ነይራ እያ ዝፈልጦ ነገር የብሉን ኣብዚ ነገር እዚ ዳሕራይ ንሽወደን ምስ ኣተዉ ኣብ ካምፒ ኣብ ሓደ ኣትዮም ኣብ ሓደ ካምፒ ማለት እዩ ቀልጢፎም ነታ ጋል ተቀቢሎማ ነቲ ወዲ ከኣ ደንጉዮም ተቀቢሎሞ እታ ጋል ግን በዓል ቃል ኪዳና ስድራኣ መሪቆም ስድርኡ መሪቆም ደመርዕዋ ስለ ደለዋ ጠልሞይ ትክእል እያ ንዑ ፕሮሰስ ከተምጽኦ ካብ ጥልያን ስለ ትጅምር ዝነበረት ነቲ ባህርያታ ክትቀይሮ ጀሚራ ማለት እዩ ደስ ክብላ ትመጾ ደስ ክብላ ከኣ ገጽ ትኸልኦ ሕጂ በቃ ትፈራርቕን ኣለኺ ገለ እዩ ድብላ እቲ ወዲ ማለት እዩ። ዳሕራይ ኤፍሬም ነዚ ዛንታ እዚ ብምሉኡ ስለ ዝፈልጥ ዝነበረ ንፍናን ነጊርዎ ማለት እዩ። ከምዚ ከምዚ ጋጢሙ ከምዚ ምስ በሎ ፍናን እስከ ንእግሪ መንገድኻ ያቆብ ጽሒፍዋ ፍናን ኣበይ እዩ ዘሎ እስከ ንእግሪ መንገድኻ ኣበይ ፍናን ኣበይ እዩ ዘሎ ፍናን ያቆብ ኣብ ዴንማርክ እዩ ዝቕመጥ ኦኬ
ካልእ እውን ስራሓት ኣለዎ ድዩ ስኻ ኣላልየና ምስ ፍናን ስራሓት ኣለዎ ናይ ዕስራ ሰነ ንተመስገን ያረድ ሂብዎ ኣሎ ዕስራ ናይ ዕስራ ሰነ ተመስገን ያረድ ደረፋ

ገለ ገለ ከማን ንካልኦት ሂቡ ኣሎ ብልክዕ ኣይ ከምዚ ኢለ ሽሞም ገለ ኣይሓስብዎምን ኣለኹ እቶም ሰባት ኣዎ። ሂቦም ኣሎ ንፉዕ ኣጋጣሚ እዩ ንእግሪ መንገድና ክነላልዮም ስለ ዝደለኹ እየ ከምኡ ውን እቲ ዘያሚ ወስ በለና እወ፣ እወ፣ እወ። ናብ ዛንታና ንኺድ ንፉዕ ኣጋጣሚ እዩ ፍሬም ብርሃነ ከዓ ንፉዕ ኦርጋኒስቲ ንፉዕ ዘያማይ ንፉዕ ክስታይ ኣላያ እዩ ዋላ ብ ደርፊ ገለ መለ ክስታይ ብጣዕሚ ክስታይ ኣብቲ ናይ ኣርቲ ስኒ ብጣዕሚ ክስታይ እዮም ኣለዎም ኣብ ውሽጦም ኣሎ ገለ ደይ ወፀ ስራሓት ከማን ብዙሕ ነገር ሪኤ ኣሎም ኣለኹ ኣይ ሆፕ ምስ ግዜ ውፅዎ ኮኑ ሕጂ
ሓራይ ብድሕሪኡ እታ ደርፊ ሰሪሖም ምስ ሃቡኻ ንስኻ ንኢትዮጵያ ኢኻ ሰዲድካያ መስለኒ ሓቀይ ናብ በረኸት ወልዱ ናብ በረኸት ወልዱ እወ ተሰሪሓ ትመጽእ ብድሕሪኡ እስከ እቲ ናይ ክሊፕ ዝነበረ ኣሰራርሓ ከ እንታይ ይመስል በዚ ኣጋጣሚ ኣነ እንታይ ክብል ዝደሊ ብዙሓት ኣርቲስት እቶም ኣብቲ መንገዲ ዘለና ብከምዚ ኢና ክንማጓጎስ ወይ ክንማሳገን ደለና እምበር እስኻ ከፊልካ ኣይትሰርሑን ኢኻ እቲ ሓደ እውን ከምኡ ገለ ብዙሕ ነገራት ማለት እዩ ሕጂ ኣብቲ ኣሰራርሓ ክሊፕ ወይ እውን ኣብቲ ኣሰራርሓ ሙዚቃ ዘለካ ሓሳባት ዕድል ክበካ እሞ ብድሕሪኡ ናብታ ደርፊ ክንሰግር ኢና
እወ ሕጂ ከምዚ ልብለካ እዩ ኣብቲ እቲ ናይ ኣርቲ ማሲ ደሓን እቲ ህዝብና ኩሉ ክሳብ ይገብረካ እዩ ሕግዘካ እዩ ሞራል ይበካ ኣጆኻ ብለካ ገለ ኩሉ ነገር ሕጂ እቲ መጀመርታ ምስ ሰራሕኳ ገለ ክሊፕ ዶንጌ ክሰርሓ ገለ ክስታይ ይገረ ነይረ ዳሕራይ ግን ምስ ንሆም መገሻ ንፉዕ ደራሳይ ሓንቲ ፊልም ደሪሱ ኣሎ ንፉዕ ተዋሳኣይ ዳይረክተር ውን ልክዑ ብጣዕሚ ሕጂ ምስ ኖሆም ምስ ኣዕለልና ገለ ኣዕሩኽ ኢናኻ ቀደም ካብ ኤርትራ ከምዚላ ደርፊ ወዲኤ ኣለኹ ኢለ ምስ ኣስማዕክዎ ዋእ ፋራሕ እሞ እንታይ ትገብር ኣለኻ ደንጒኻ እዚ ሕጂ ደይ ንስእል ኣብለኒ ሙሴ በረኸት ከኣ ኣጋጣሚ ከኣ ምሳይ ኣብ ሓደ ቦታ ኢና ንቕመጥ ኔርና ንሙሴ ከኣ ኣስምዖ ባዕለይ ክስእላ እየ ባዕለይ ኤዲት ገብረ እየ ሙሴ በረኸት ማለት ሆየ ስቲድዮ ማለት እዩ ምሽ ንእግሪ መንገድና ሆየ ስቲድዮ እዎ ሆየ ስቲድዮ እዎ ባዕለይ ክስእላ እየ ኣብለኒ ከምኡ ውን ንፉዕ ገጣማይ ቴድሮስ መንግስትኣብሳችን በዓል ቤጅ ኣስመራ ገለ ድገጠመ ብጣዕሚ ቴድሮሳችን ገለ እዚኦም ምስ ነገርኩዎም በዓል ሓበን ንዳኒኤል ኣምጺኦም ማለት እዩ በዓል መንከም ገለ ብሙሉኦም እዚኦም መጺኦም ከምኡ ውን ንወዲ መገሻ በዓልቲ ቤቱ ኩሎም ማለት እዩ ብልቢ በቃ የመስግኖም ኩሉ ነገር በቃ ምሽ ኣነ ከይደ ታደርፍስ ኣብኡ ደሪፈያ ተሳኢለ ጥራይ እምበር ድበዝሕ ነገር እሶም እዮም ገይሮሞ ብጣዕሚ በቃ ከመስግኖም እፈቱ ኩሎም በቃ ኣብኣ እተዋስኡ። እስከ ሓይላብ ናይ መወዳእታ ሓንቲ ሕቶ ክሓተከ ንቀደም እስከ ንመለስ ናብቲ ክትጅምር ከለካ ማዕስ ኢካ ጀሚርካ ጥር ኢልካ ዲካ ሕጂ ኤውሮጳ መጺካ ኣቲካያ ወይ ኔርካ ኢዩ ተመክሮ እስከ ኣብ ኣዳራርፍካ እኳ ዝኮነ ነገር ይርኢ ኣለኩ እንዴ ግን ኔርካ ዲዩ ካበይ ከም ተበጊስካ እስከ ዕለና ንሻይ
በቃ ከምዚ እቲ ገዛውትና እዚ ብያዥዳ ኣኽርያ ገለመለ ኹኹም እዩ በቃ ናይ ኣርት እዩ ዋላ እቲ ሙዚቃ ደይጻወት ስኒ እቲ ተዛራባይ እዩ ተዋዛያይ እዩ ገለ ኩሉ ነገር ኣሎ ኣብቲ ገዛውቲ ሕጂ ብኸምኡ እቲ ኽራር ገለ ይጅምሮ ገለ እሞ ኣጋጣሚ ይርጋኣለም ጌታቸውን ተስፋይ መገሻን ኣብ ክልተ ሽሕን ክልተን መወዳእታ ኣብ ዕዳጋ ሓሙስ ዳተጻወቱ ከለዉ በቃ ከምዚ ብስሚዒት ከይደ ይዛረቦ ንይርጋ ማለት እዩ ይርጋ ሓንሳብ ጽናሕ ምስ በለና ኣጋጣሚ ይርጋ ንደገ ምስ ወጸ ተስፋይ መገሻ ከዓ እቲ ዕሰለ ከብለል እዩ ክራር ድሑ ዘሎ ከዓ ደየላ ሕጂ ሰዓብቲ ንእሽተይ ነይረ ሕዘልካ ዶ ባዕለይ እዛ ክራር ኢለዮ ናይ ዓቕሊ ጽበት ገይርዎ ኦኬ ሓዛ ኢልኒ ሽዑ ነታ ክራር ብዝሓዝክዋ ክሃርም ምስ ረኣየኒ እሱ ማለት ተስፋይ መገሻ ባዕሉ ብድሕሪኡ ካብ ሕጂ ምሳና ኢኻ ትኸይድ ከምዚ መርዓ ደለና ክንጽውዓካ ኢና ገለ ኢሎምኒ ብድሕሪኡ በቃ ማት ሶም ከኪሶም ኩሉ ነገር ብዙሕ ነገር ኣርኦሙኒ ብዙሕ ነገር ምሂሮሙኒ ምሽ ከምዚ ናይ ኣርቲ ወለደይ እዮም ናተይ ናይ ኣርቲ ፋሚሊ እዮም ተስፋይ መገሻን ይርጋኣለም ጌታቸውን ዳሕራይ በዚ ከምዚ ኢለ ኣብ ክልተ ሽሕን ሰለስተን ምስ ሪም ባንዲ ማለት እዩ ምስረት ኮላ ከም መስራቲ ኣብታ ሪም ባንዲ ኣብኣ ንነጥፍ ነይረ። ካብ ሪም ባንዲ ከኣ ናብ ያታና ትበሃል ብደንደን ኣስማዒል ትጥርነፍ ዝነበረት ኣብኡ ከኣ ከም በገና ዓሰርተ ክልተ ስልካ በገና እጻወት ነይረ። ከምዚ ኢለ ኣብ ዉፍቲ ኣርቲ ይነጥፍ ነይረ። ጎኒ ጎኒ ከኣ እቲ ልሙድ መርዓታት ገለ ከኣ ኣሎ። ከምኡ እንዳበልኩ ከኣ ብድሕሪኡ ስደት መጺኣ ብ ስደት ምስ መጻኩ እየ ከምዚ ዝሰራሕኩ እቲ ብልክዕ ዝጀመርኩሉስ ኣብቲ ክልተ ሽሕን ክልተን መወዳእታ እዩ።
ኦኬ ኣብ ጉጅለ ባህልታት ተሳቲፍካ ኔርካ ብጀካ ያታና እዛ ናይ ደንደን እስማዒል ባይ ጉጅለ ባህሊ ኣብ ካልእ ከ ኣብ ምንታይ ተሳቲፍካ ኔርካ? ከም ዝብለካ ነይሩ ገለ ከምዚ ሃማመቲ እየ ገለ ነይሩ ሰሜናዊ ምዕራብ ገለ እዋ ኣብኡ ትነጥፍ ገለ ግን ከም ድለ መሳርሒ ስለ ድየለ እዋ ኣብኡ ከለካ ኢካ ክስታይ ትገብር ባዕልኻ ኢኻ ብክራር ጥራይ ጌርካ ክሳይ ትገብር ኣብቲ ብዓሪም ገለ ምስ ኣተኻ እዚ ጨንፈር ሚኒስትሪ ትምህርቲ ገለ ግን ኩሉ መሳርሒ ስለ ደለኡ መሳርሒ ካልእ ትፈልጥ ጊታር ትፈልጥ ሳክስፎን ትፈልጦ እቲ ዓቐናት ናይቲ ሙዚቃ ትፈልጦ ስለ ዝጻወት እንታይ እንዲኻ ጸወታ ይግብኣ እዚ ትጽውዖ ደለኻ ኩሉ እንታይ እንታይ ትጻወት እስከ ካብቲኤን ትጽውዐን ደለኻ?
እወ እቲ ብምልከት እቲ ድጻወታ ይሃርማ ጥራይ ደይኮንኩስ ብምልከት ድጻወታ ክራር እያ። ክራር ኦኬ።
እዎ ከም ተወሳኺ ከኣ ከምዚ ማለትሲ ከምቲ ብሉጽ ኣይኮንኩን ደሓን እየ ግን በቲ ዓቕመይ ድጻወታ ግን ጊታር ከኣ
ጊታር ሊድ ጊታር ኦር ቤዝ ጊታር
ናይ ሊድ ጊታር ሊድ። በዘን ክልተ ተእወዲካ ሓደ መዓልቲ ተዳሊካ ከእትወካ እየ ሕጂ ግን እስከ ብድምጽካ ጥራይ እዚኣ ኣቲ ኮኾ ወጋሕታ ትብል እስከ ንእሽተይ ኣጀምራ ብጣዕሚ ኢና ንፈትዋ እሞ ብድምጽካ ጥራይ ሽዑኡ ግን በቲያ ሙዚቃ ክቅጽለልካ እየ።
ኣንቲ ኮኾብ ወጋሕታ ኣላሚድኪ ናበይ እንታይ ትረኽቢ ኣሰንቢርኪ ልበይ በደል መፋትርት እንድዩ ምናልባት ወዝቢ ተበዲለ

እንታይ ኮን እዩ ብደው ክዝቕዝዝ ገለ
ዋው እስከ ንእሽተይ ብደው ክዝቕዝዝ ንእምነትና ዘላሕል ኣብ
ስቱድዮ ጥራይ ኣይኮንካን ጥዑም ዋላ ኣብዚ ቴሌፎን እውን ጥዑም ኢኻ ብጣዕሚ ቀዲሐ በዚኣ ንበይነይ ክሕዛ ጥራይ ዘይኮነስ ሰማዕቲ እውን ሰምዑካ ስለ ዘለዉ ኣዝየ ደመስግነካ ሃንደበት ናይ ሰንበት ጋሻ ኢኻ ተዳሊኻ ኣይኮንካን ኣቲኻ እዛ ዕላል እሞኒ ግን ሰንበት ምስ ሰባት ከላለየካ ስለ ዝደለኹ እየ ኣነ ከዓ መብዛሕትኡ ናብትዮም ሓደሽቲ ዝዕንበቡ ደለዉ ኣተውኪረ ይሰርሕ ስለ ዘለኹ እየ ናባኻ እስከ ሰለስተ ደርፊ ኣርባዕተ ደርፊ ክንደይ ካ ኣፍሪኻ ደለኻ ካብ ብሕጂ ክንታይ ኢና ክንፅበ ካባኻ በዚኣ ትብሎ እንተ ሃሊካ ጠርኒፍና ክንዛዝም ናብታ ደርፊ ክንሰግር
እወ ኣሎ ብሕጂ ኣሎ ብኣብ መንገዲ ኣሎ እተሰርሐ ሕጂ እኮ ቅድሚ ክልተ ወርሒ ቢለ ዜማ ክኢ ዜማይ ትብል ኣብ ሆየ ዘርጊሐ ነይረ
ጸወታ እንዳዓሉ ልሳነይ ዝዛረብ ናይ ሓቂ ዶ ኮይኑ እናሻዕ ዘተ ሕጂ ከዓ ትመፅእ ኣላ እዛመይ ትብል ኦ ኣብ ተወዲኣ ኣላ ክሊፕ ገለ ገለ ኦ ደረፍ ኣሎ

ኦ እሱ ክውዳእ እዩ ክሊብ ኣሎ ኦ ብድሕሪኡ ኣሎ ካልእ እውን ኣሎ ኣብ መንገዲ ኣሎ ካልእ ብዙሕ ስራሓት ኣሎ እዚኣ ግን ሕማቅ ኣላትኩም ኣብ መንገዲ እንዳበልኩም ነዚ ሰብ ብ ካሚንሶን ኣጽምም ኣቢልኩሞ ኢኹም ዘለኹም እ፣ ኣብ መንገዲ ጥራይ ከይትኸዱ ቀሪባ ድያ ቀሪባ ድያ ካሚንሶን ጉድ ገይራትና ጠብሓት ደላ ካሚንሶን እንዳበልና እዚ ሰብ ኣጽምም ኢና ኣቢልና ዘለና በቃ ገና ዜማ ከምዚ እንዳሰራሕኹም ኢኹም ክስታይ ካሚንሶን ትብሉ
ኣይኮነን እዚ ተወዲኡ ገለ ማስተር ተቐበልኩዎ ኣሎ ምሳይ ሰለስተ ደርፊ ገለ ኣሎ ማስተር ተቀበልኩ ግን ከም ዝብለካ ክሊፕ ክሰርሕ ገለ ትብል ትናብራ ገለ ኣብዚ ብዙሕ ነገር ውጥጠካ እዩ ትብለካ እቲ ሓደ ካሜራማን ኣብ ካልእ ድቕመጥ እቲ ተዋሳኢ እቲ ሓደ ምሳኻ ድሰርሕ ኣብ ካልእ ይቕመጥ ሕጂ ድጥዕሞ ስራሕ ገለ መለ ድየ ትመርጽ ብኸምኡ ይናዋሕ እምበር ናይ ሕጂ በቃ ኣይሆፕ ኣምላኽ ሓግዝ ከምኡ ውን እቶም ሞራል ዝህቡኒ ቲፎዘይ ገለ ኩሉ ነገር ገለ ክሕግሶም ፈቱ ይፅዕር ከዓ ክሕግዘካ እዩ
ሓይሉ ኣርኪ ኣጆኻ እስኻ ካብትኦም ብጣዕሚ ክንምካሓሎም ንፅበዮም ሰባት ኢኻ ሬድጃ ብሽም ሬድጃዮ ብሽም ተኸታተልቲ ኣዝየ ደመስግነካ እስከ ፀገም የለን ኢልካ ናብዚ ኣቲኻ ተገሪኻ ክተዕልል ምኽኣልካ ብሽመይን ብሽም ሰማዕትን በዚ ኣጋጣሚ ብጣዕሚ ከመስግነካ ሰንበት ከዕተስእ ገጽካ ተሓጺብካ መደባትና ምክትታልካ ክትቀጽል ኢኻ ንሙሉእ ምስትምቓር እታ ደርፊ ንሰማዕቲ ክጋብዞም እየ ክቡራትን ክቡራን ሰማዕቲ እዚ ኣብ መስመር ምሳና ዝጸንሐ ሓይልኣብ ዮሃንስ ባሪዓ እታ ሳጓ ሕጂ ግዜ ስለ ዘይብልና እምበር ካልእ መዓልቲ ክትዛረበላ ኢኻ ግን በሪዓ ኢሎም እዮም ዝጽውዕዎ በሪዓ ኣዝየ ደመስግነካ ንሙሉእ ምስትምቓር ናብታ ደርፊ ንሰማዕቲ ክሕልፎም እየ ብሩኽ መዓልቲ